ብዝሒ ህዝቢ እንዳሰፈሐ ምስ ከደ ካብ ከተማ ከረን ማእከል ወገን ሰሜን ዝርከብ ዋሊኩ ዝተባህለ ኣቦታት ኣብ ዝነበሩሉ በዓል ኣቦይ ቀሺ ረዘነ ወዲ እማን መጀመርያ ኣብዚ ቦታ እዚ ርሕቕ ኢሉ እቲ ቤተክርስትያናት ዓበይቲ ቤተክርስትያናት ርሓቂ ስለ ዝነበሮ ምስ ምእመናንን ምእመናትን ኣዴታትን ኣቦታትን ተረዳዲኦም ምስም ብልዕሊኦም ዘለዉ ሓለፍቲ ቤተ ክርስትያን ብምርድዳእ መጀመርያ መሳለሚ ኣብዚ ማእከል ዋሊኩ ብቴንዳ ምስ ኣዴታት ኣንስቲ ከምተን ቅዱሳት ኣንስቲ እንዳተረዳድኣ ዝኸዳ ምስ ኣቦታት ሊቃውንቲ ቤተ ክርስትያን መጀመርያ ኣብኡ መሳለሚ ተኣምር መስምዒ ገይሮም። ብድሕሪኡ ክነብር ክነብር እዚ ህዝቢ እዚ ወይ ከኣ እዚ ቦታ እዚ ቤተ ክርስቲያን ከምቲ ካልእ ቤተ ክርስቲያናትና ዋላ እኳ ዋሕዲ ህዝቢ እንተሃለዎ ምስቶም ካልኦት ቤተ ክርስቲያናት ህዝቢ ከረን ተረዳዲእና ንእሽቶይ ቤተ ክርስቲያን መሳለሚ ተኣምር መስምዒ ዘይንገብር ብምባል ኣብዚ ቦታ እዚ ንርከበሉ ዘለና ምስ ብጾቶም ሰበኻ ጉባኤ ኮይኖም

ኣብዘ ቤተክርስትያን እዚ ንንውሕ ዝበለ ዓመት ክግልገል ጸኒሑ እዚ ህዝቢ ግዜ እንዳነውሐ ዓመታት እንዳበዝሐ ክኸይድ ከሎ ከኣ እቲ ህዝቢ እንዳበዝሐ ስለ ዝኸይድ ኣብዚ ቀጺሉ ዝመጽእ ዓመታት ውን ድሕሪ ዓሰርተ ዓመት ዓሰርተ ክልተ ሽሕን ዓሰርተ ኣርባዕተን ዓመተ ምህረት እዚ ንርእዮ ዘለና ቤተክርስትያን ዓቢ ህንጻ ክጅመር ክኢሉ በቦታት ሊቃውንቲ እምነ መሰረት ተባሪኹ ተጀሚሩ ማለት እዩ ስለዚ ናይ ብሓቂ እዚ ቤተክርስትያን እዚ ዋላ እኳ እቲ ህዝቢ እንተሃለወ ዋሕዲ ህዝቢ ስለዘሎ ግን ከምዚ ንርእዮ ዘለና ዓቢ ህንጻ ከኣ ስለዝኾነ ዓቢ ህንጻ ከኣ ብዙሕ ባጀት የድልዮ ብዝሒ ህዝቢ እንተትህሉ ነይሩ ውን ብመጠን'ቲ ብዝሒ ህዝቢ ቁሩብ ኣታዊታት ምተረኽበ ምስቲ ግዜ ውን ኣታዊታት ክርከብ ኣይተኻእለን ኣሎ ስለዚ እዚ ህንጻ እዚ ክስራሕ እንተደኣ ኮይኑ ምውህሃድ ናይ ኩሉ ህዝቢ ኣብ ውሽጢ ዘሎ ኣብ ደገ ዘሎ ደቅና ኣወዳትና ኣዋልድና ከምኡ ውን ኣብ ውሽጢ እቲ ዓዲ ዘለዉ ህዝቢ ከተማ ከረን ይኹን ወይ ህዝቢ ከባቢና ተወሃሂድካ ምውህሃድ ማለት ካብ ብዙሕ ዝርከብ ካብ ብዙሕ ዝርከብ በብውሑድ ብዙሕ ስለ ዝኾነ ነዚ ቤተ ክርስቲያን እዚ ክስራሕ እንተ ደኣ ኮይኑ ኣብ ኩሉ ዓድታት ኣብ ኩሉ ዓለም ዘለና ዓዓቕምና እንተ ደኣ ኣበርኪትናሉ እዚ ህንጻ ዓቢ ቤተ ክርስቲያን ንርእዮ ዘለና ናይ ብሓቂ ኣብ ሓጺር እዋን ካብዚ ዝዓቢ ወይ ከኣ ኣብዚ ዝጽብቕ ዝበለጸ ኮይኑ ደቅና ዝጥመቑሉ ህዝብና ዝሳለመሉን ዝቐርበሉን እዪ። ደቅና ውን ቃል ኪዳን ዝኣስሩሉ ክኸውን ብዙሕ ትንቢት ብዙሕ ትጽቢት እዪ ዘለና እሞ ኩላህና ናይ ብሓቂ እዚ ቤተክርስትያን እዚ ንዓና ስለ ዝኾነ ኣብ ደገ ዘለና ኣብ ውሽጢ ዘለና ከኣ በቢ እምነቱ ዓዓቕሙ እንተ ኣበርኪቱ ኣብ ቅድሚ እግዚኣብሔር ቅቡል እዪ ማለት እዩ። ከም ኣብ ዓዱ ዘሎ ከምቲ ኣብ ቤተክርስትያኑ ምስ ህዝቡ ዘሎ ክኾነሉ ስለ ዝኽእል ዋላ ከምቲ ሓልዮትኩምን ከምቲ ኩሉ ግዜ ሰናይ ግብሪ ትገብሩዎን ኣብ ርሑቕን ኣብ ቀረባን ዘለና ተሓባቢርናን ተረዳዲእናን እንተድኣ ኬድና ብሓሳብ ይኹን ብምኽሪ ይኹን በብቑሩብ ብገንዘብ እውን እንተድኣ ናይ ኩላህና ተወሃሂዱ ብዙሕ ክኸውን ስለ ዝኽእል ዓዓቕምና ከነበርክተሉ ንዚ ቤተ ክርስቲያንዚ እግዚኣብሔር ሓግዘና ናይ ብሓቂ ብዛዕባ ኣተሓሕዝኡ ናይዚ ቤተ ክርስቲያንዚ ኣዝዮም ንፉዓት መንእሰያት ኣለዉ ኣዝዮም ንፉዓት ኣቦታት ኣለዉ ጉልበቶም ኣይበቁን እዮም፣ ሰዓታት ናይ ግዜ ናይ ስራሕ ውን ሰዓት የብልናን ከይበሉ ግዚኦምን ሰዓቶምን ኩሉ ኣብዚ ቤተክርስትያን እዚ ዘበርክቱ ብዙሓት ኣቦታትን ኣዴታት እዮም ዘለዋ እሞ ናይ ብሓቂ ንሳቶም ውን ክምጎሱ ይግባእ እዩ ከምዚ ኢልና ከኣ ኩላህና ተረዳዲእና ነዛ ንእሽቶይ ነዛ ዓባይ ቤተክርስትያን ንርእያ ዘለና ኣብ ቅድሚ ብዙሓት ግን ንእሽቶይ እያ ንክትሰርሓ ስለዚ ኩላህና ዓኣእሙና እንተድኣ ኣበርኪትናሉ ኣብ ደገ ዘለና ኣብዚ ውሽጢ ሃገር ዘለና ብሓቂ ጸዊዒትና ወይ ክኣ እቲ ንየትና ንገልጽ ህዝቢ ከተማ ዋሊኩ ወይ ክኣ ቅዱስ ገብሪኤል ከረን ናይ ብሓቂ እቲ ትጽቢትና ካብ ህዝብናን ካብ ደቅናን ስለ ዝኾነ ብሓቂ ተዋሃሂድና ክንከይድ እግዚኣብሄር ሓግዘና። ርስቲ ናይ ኣቦታትና።

ዓቕምኹም ኣበርክቱ
ብሓቂ ከምቲ ትገብሮ ኣይተበርክቱን ኣይሃብኩምን ዘይኮነ ቅድሚ ሕጂ ብዝያዳ ግን ካብኡ በርቲዕና ክንከይድ ዝያዳ ካብኡ በርቲዕና ምስዞም ኣብዚ ዘለዉ ከኣኒ ከም ሓንቲ ቃል ሓንቲ እግሪ ሓንቲ ቃል ኮይንና ክንከይድ ከምዚ የድሊ ኣሎ ብወገንኩም ውን እንተድኣ ትሓትዎ ተድኣ ሃልዩ ኮይኑ ውን እዚ ከምዚ ክግበር ኣሎ ትብሎ ተድኣ ሃልዩ ውን ኩላህና ተረዳዲእና ክንከይድ እግዚኣብሄር ኣብ ምርድዳእ ስለ ዝኾነ እግዚኣብሄር ኣብ ኢሂን ምሂን ስለ ዝኾነ ዝርከብ ኩሉ ግዜ ተረዳዲእና ነዛ ቤተክርስትያን እዚኣ ዓቅምና ክንገብረላ ሎባይ የመሓላልፍ ስለዚ ብሓቂ እግዚኣብሔር ኣብኡ የብጽሓና ተፈጺሙ የርእየና ነዚ ሓሳብና ነዚ ኣቦታትና ዝጀመርዎ ኣቦታትና ጀሚሮሞ ባና ኣብጺሖሞ ስለ ዘለዉ ንሕና ውን ክንሓምቅ የብልናን እየ ዝብል ደጋጊመ እግዚኣብሔር ኣምላክ ይሓግዘና።

ስራ ናይ ኣዴታት ናይ ብሓቂ መወዳእታ የብሉን ብዙሕ እዩ ክትገልጾ ውን ዋላ ኣነ ውን ንክገልጾ ይሓጽረኒ እዩ ኣዴታት ብሓቂ ካብ መንዲለን ፈቲሐን ንሓደ ካህን ኣብ ጎንኡ ኮይነን ሓደ ካህን እዮም ኔሮም ኣብዚ ቤተክርስትያን ኣቦይ ቀሺ ረዘነ ካብ ርሑቕ ኣገልግሎቶም እንዳ ኣቡነ ኣረጋዊ ከለዉ ኣብዚ ቤተክርስትያን እዚ ክቆውም ግን ቀንዲ ኣዴታት እየን ጻዕሪ ገይረን ተበግሶ ወሲደን ማለት እዩ ምስ ሓደ ኣቦ ኮይኖም ምስ ሓደ ኣቦ ካህን ኮይኖም ኣጆኹም ንሕና ኣብ ጎነኹም ኣለና ኣብዚ መሳለሚ ክህሉ ኣለዎ ህዝብና ካብዚ ርባ ሰጊሩ ናብቲ ዋላ እኳ ኩሉ ቤተክርስትያንና እንተኾነ ኣብዚ ቦታና ግን ቆልውዕና ክጥመቑ ይርሕቆም ኣሎ። ኣብ ግዜ ሞት እውን ፍታሓት ንኽግበር ኮለል ኢልካ ስለ ዝኾነ ኣብዚ ቤተክርስትያን እዚ ኣብዚ ቦታ እዚ ቤተክርስትያን ክትከል ኣለዎ መስቀል ክህልወና ኣለዎ ብምባል ብዙሕ ጻዕሪ እየን ገይረን ኣዴታት። ዋላ እዚ ምስ ተጀመረ እዚ ናይ ቤተክርስትያን እውን ሳለእን እዩ እንተበልና ምግናን ኣይኮነን። ብዙሕ ስራሓት ብዙሕ ምውህሃድ ብዓቕመን ሃቡና እንዳበላ ኣብ ውሽጢ ዓድን ኣብ ከተማ ከረን ብምውራድ እውን ዘይረን ብዙሕ ገንዘብ እንዳኣከባ ነዚ ብዚ ደረጃ እዚ በጺሕዎ ዘሎ ንክበጽሕ ዝገበራ ከማን ናይ ብሓቂ እተን ኣዴታት እየን እሞ ብሓቂ ብዘይ ብእን ካህን ይኹን ዋላ እቲ ምእመን ክሰርሕ ዝብገስ ሓንቲ ዓቕሚ ክህልዎ ኣይክእልን እዩ ስለዚ ኣበርክቶ ናይ ኣዴታትና ውን ኣዝዩ ዝለዓለ እዩ። ሕራይሽ የቀንየልና ባባሸ።

ኣብ ቀዳማይ ደረጅኡ ኣብዚ ደለዎ በጺሑ ኣሎ እሞ እዚ ከኣ ብሓይሊ ህዝብናን ብሓይሊ እግዚኣብሔርናን ስለ ዝኾነ ስለዚ እቶም ኣሕዋትና ደቅና ኣብ ካብ ዓዲ ወጻኢ ደለኹም ነዚ ተሪፍና ዘሎ ዕማም ክንዓምም ሓይልኹምን ገንዘብኩምን በረኸትኩምን ኣይፈለየና ንብል ኣላ እሞ ብሓቂ ቅዱስ እግዚኣብሔር ኣምላኽና ኣብ ደለኹሞ ጸጋን ጥዕናን እሃብኩም ትብል ኣላ ቅድስት ቤተክርስቲያን እሞ እዚ ቤተክርስቲያንና ከምዚ ትርእይዎ ዘለኹም ንነዊሕ ዓመታት ብሰንኪ ናይ ቁጠባዊ ጸገም ክሳዕ ሕጂ ከይተሃንጸ ጸኒሑ እሞ ሕጂ ከም ብሓድሽ ተበራቢሩ ህዝቢ ተለዓዒሉ ነዚ ቤተክርስቲያንና ንምህናጽ ተንሲኡ ኣሎ እሞ እግዚኣብሔር ኣምላኽና ሓይልን ጥበብን ጽንዓትን ሃበና ንኹላህና ትብላላ ቅድስት ቤተክርስቲያን።

እዛ ቤተ ክርስቲያን እዚኣ ኣብ መጀመርታ ክልተ ሽሕን ዓሰርተ ኣርባዕተን ተሰሪታ ብሓይሊ ህዝቢ እ፣ ኣማን እ፣ ቅዱስ ገብርኤል ዋሊኩ ከባቢኣን ህዝቢ ከረን እውን ተጃም ነይርዎ ብጉልበት እምኒ ካብ ጎቦታት እናኸደ እምኒ ኣኪቡ ስለዚ ንቲ ዝተኣከበ ንቲ ዝተኣከበ ገንዘብን ኣብ ግምት ኣእትዩ ከኣ ብጉልበቱን ብገንዘቡን ክልተ ሽሕን ዓሰርተ ኣርባዕተን ነዛ ህንጻ እዚኣ ጀሚርዋ ብሰንኪ ሕጽረት ቁጠባ ከኣ ጠጠው ኢላ ንሽዱሽተ ዓመት ድሕሪ ምጽናሕ ዘለዎ ዓቕመ ሰብ ኣሲቡ ካብ ኩሉ ኣኻኺቡ ገንዘብ ከኣ ክልተ ሽሕን ዓሰርተ ትሽዓተን እዚ ትርእይዎ ዘለኹም ዓንዲ ከም ዝህነጽ ተገይሩ። ስለዚ ብድሕሪኡ እውን ንኣርባዕተ ዓመት ጠጠው ኢላ ጸኒሓ። መስከረም ኣብ ዝሓለፈ መስከረም ጀሚሩ ክሳብ ሕጂ እውን ኣብ ጽቡቕ ኩነታት ኮርደሎ በጺሑ ኣሎ። ስለዚ ነዚ ኩሉ ዝገበረ ብኣብ ትሕቲ ቅዱስ ጸሎት ናይ ቅዱስ ገብርኤል ህዝቢ ዋሊኩ ከብዱ ገዲፉ ደቁ ገዲፉ ነታ ዘላቶ ገንዘብ እናኣኻኸበ ኣብዚ ደረጃ እዚ የብጺሕዎ ሕጂ ከኣ ግብረ ሰናይ ደቅና ዘለዉ ፈታዊ ግብሪ ኣማኒ ቅዱስ ገብርኤል ዝኾነ ብደገ ዘሎ ኣብዚ ዘሎ ክሕግዘና ከኣ ትምኒትናን ጸሎትናን እዩ
ጸረትካ ቅርሲ ከመያ ብጽእቲ ፍሬያ ፍረ ጲላጦስ ናይ ህይወት መብራት ኣራይ ኣብ ቤት ዓረ

እወ እዚ ቤተክርስትያንና ልክዕ ብገበርቲ ሰናይ ይኹን ብጉልበት ይኹን ህዝቢ ዋሊኩ ኣብዚ ቦታ እዚ በፂሑ ኣሎ። ሕጂ ከዓ ናብ ደቅና እንተደኣ ክንመሓላልፍ ኮይና ደቅና ኣብ ደገ ዘለኹም ክትሕግዙና ነዚ ርኢኹም ነዚ ስእሊ እዚ ርኢኹም ኣብዚ በጺሑ ዘሎ ካብኡ ንላዕሊ ክትቅጽሉልና ናባታትኩም ነውድቖ ስለ ዘሎና ን ናባታትኩም መልእኽቲ ነመሓላልፍ ኣሎና። ነዚኣ ተቐቢልኩም ብቕልጡፍ ከም ከም ትስራሕ ብኣታትኩም ከኣ ንኣምን ስለ ዝኾንና እምነትና ወሰን የብሉን ተቐቢልኩም ነዚኣ ቤተክርስትያንና ክትሕግዙና ደቅና ዓቢ ይኹን ንእሽቶ ይኹን ወዲ ይኹን ጓል ንኽትሕግዙና ኢኹም ዝኾነ ኣማኒ ዝኾነ ኣማኒ ወዲ ዋሊኩ ጥራይ ዘይኮነ ከረን ምሉእ እውን ኣብ ደገ ዘለኹም ደቂ ከረን ነዛ ናይ ዋሊኩ ቤተክርስትያንና ቅዱስ ገብርኤል ንኽትሕግዙና ለመናና ናባታትኩም ነውድቕ ኣለና ከምቲ ይቕበልዎ ከዓ ኣጸቢቕና ንተኣማመን ስለ ዝኾንና ሰብ ተስፋ ኢና።
ሐራይ እሺ የቐንየልና ኣቤት ዓረ እሺ ኣብታ ምንሽይ ምላእ ብለሎም። እወ ኩሉኹም ምእመናን ኣብ ደገን ኣብ ውሽጥን ዘለኹም እዛ ቤተክርስትያንና እዛ ትርእይዋ ዘለኹም እያ ኣብዛ ዘላታ ደረጃ በጺሓ ኣላ ሕጂ ከኣ ብገንዘብኩምኒ ብጉልበትኩምኒ ብኹሉ ብጸሎትኩም ከምዚ ክባል ጸኒሑ ብዛዕባ ህንጻ ቤተክርስትያን ኣቦታትና ክገልጽዎ ጸኒሖም እንድዮም ምናልባት ብልክዒ ከኣ ካብ ዝተፈላለየ ቦታ ኣብ ደገ ዘለዉ ኣመንቲ፣ ደቂ ዋሊኩ፣ ደቂ ከረን፣ ሓፈሻዊ ዋላ ኣማን ብስም ኣማኒ ብዙሕ ገንዘብ ክመጽእ ምዃኑ ርዱእ ነገር እዩ። ስለዚ ከም ቤቴክርስትያን ከም ዓበይቲ ዓዲ ከመይ ተታሒዙ ዘሎ እቲ ዝመጽእ ገንዘብ ንኣጠቓቕምኡ ዝምልከት እንታይ ዝተታሓዘ ነገር ኣሎ?
በስምኣም ወልድ መንፈስ ቅዱስ ኣሃዱ ኣምላክ ሕራይ እዚ መስርሕ ናይ ቤተክርስትያን ብሕጋዊ መንገዲ ብሽማገሌታት ብዓበይቲ ዓዲ ኩሉ ሕጊ ተኸቲሉ እዩ ዝኸይድ ዘሎ ምስ ሕጂ ኩሉ ኣማኒ ኣብ ደገ ዘሎ ደቅና ይኹን ካልእ ይኹን ኣማኒ ኦርቶዶክስ ብዓብዩ ከኣ ናብ ገብርኤል ዝኣምን ሰብ ከምዚ ዓይነት ሓጉዙና ክንብል ከለና ብሕጊ ተኸቲልና ኢና ንኸይድ ዘለና እሱ ከኣ በራኽን መርሃውን ብመንገዲ ኢንተርነት ምስ ኩሉ ዝድግፈናን ሰናይ ናትና ዝደልን ዝራኸቡ እዮም ነቲ ደቅናን ኣሕዋትናን ኣመንትን ዝሰድዎ ገንዘብ ድማ ተቐቢሎም ምስ መርሃውን በራኽን ተወሃሂዶም ዝሰርሑን ኣብ ሕጋዊ መስርሑን ኣብ ትኽክል ህንፀት መዓላ ዘውዕልዎን ከዓ መሓሪ ሓድጉን መምህር ተስፋንኪኤልን እዮም። እዚ ኩሉ እዚ ህንፃ እዚ ኣብዚ ደረጃ እዚ ክበፅሕ ከሎ ነዊሕ መስርሕ ስለ ዝሓለፈ ሕጂ እቲ ህዝቢ ኣብዚ ዋሊኩ ዘሎን ኣብ ኣብዚ ህንፃ እዚ ተጀሚሩ እቲ ህንፃ እዚ ምስ ተጀመረ እውን ከነመስግኑን ዝግባኣና ኣሎ ናይ ተምሃሮ ኣመልማሎ ልክዕ እዚ ቐፅሪ ንምስራሕ ተጓይዮም እዮም ሓጊዞም እዮም ኩሉ ህዝቢ እውን ብዘይ ሓንቲ ወፃኢ እዛ ሕጂ ነገልግለላ ዘለና ብዘይ ሓንቲ ወፃኢ ብህዝቢ ተሰሪሑ ሕጂ ግን እቲ ዝዓበየ ቤተክርስትያን ንምስራሕ ተጀሚሩ ዳርጋ ፍርቂ በጺሑ ኣሎ። ስለዚ ኣነ ዝብላ እንታይ እያ ኩሉ ኣማኒ ክርስትያን ኣብቲ እምነትና ጸኒዕና ነቲ ህዝብና ንጥቀመሉን ንግልገለሉን ተሓባቢርና ኢድን ጓንትን ኮይና ክንሰርሕ እሞ ኩሉ ዘዛዓቕሙ ከበርክት ይደሊ ወይ ድማ ይላቦ ስለዚ ብፍላይ ኣብ ወፃኢ ዘሎ ኩሉ ኣማኒ ወዲ ኸረን ክተሓባበረና ይላቦ ስለዚ ሕጂ ኣብ ጥቃ ምዝዛምና ኢና ስለዚ ኩሉ ክተሓባበረና ኣበይ ንጉሰ ከም ኣማኒ ከም ኣባል ቤተ ክርስቲያን ከም ኮሚተ ህንፃ ኮንኩም እውን ኣብዚ ቤተ ክርስቲያን ንጡፍ ስራሕ ሰሪሕኹም ኢኹም ሕጂ ሓፈሻዊ ብዛዕባ እዚ ዘሎ ህንፃ ቤተ ክርስቲያንና ዘላቶ ደረጃ

እዝጋብሄር ይመስገን ኣብ ቀጽሩ ተረኺብና ከምዚ ኢልና ኢሂን ምሂን ክንበሃሃል ዘፍቀደ ቅዱስ እዝጋብሄርና ዝተባረኸን ዝተቀደሰን ዝተመስገነን ይኹን። እወ ዕድልና ሂቡና ኣብ ገዝኡ ተረኺብና ከምዚ ክንብል ህጂ ኢደይ ኢድካ ይብል ኣሎ እዚ ህዝቢ ዋሊኩ ወይ እዚ ህዝቢ ከረን ወይ ህዝበ ክርስትያን ድሕነት ዝደሊ ህዝቢ ኩሉ ሰዓቢ ክርስቶስ ዝኾነ ኢደይ ኢድካ ኢሉ ኣብዚ ርኤኻ ዝተባረኸን ዝተቀደሰን ይኹን እግዝኣብሄር እዝጋብሄር ይባርኮም እቶም እዝጋብሄር ዝባርኾም ገንዘቦም ኣብዚ እናፍሰሱ ኣብዚ በጺሕና ኣለና ኣብ ቦርታን ኣብ ማዕጾን በጺሕና ኣለና ዳርጋ እቲ ስራሕ ፍርቂ ስራሕ ከይዱ ኣሎ ጽቡቅ ከይዱ ኣሎ ስፍሕ ዝበለ ህንጻ ስፍሕ ዝበለ ቤተክስያን እዩ እወ ህጂ

ሂበካ ዝነበርኩ ዕድል ተጠቒምካሉ ዶ ኣይተጠቐምካሉን ንዝብል ሕቶ ንክመጸና እዩ ደኣ ከምዚ ጠጠው ኢሉ ዘሎ እምበር ገለ ዝወሓዱ ሰባት እዝጋብሄር ዝባረኾ ገንዘቦም ኣብ ቁምነገር ወዓል ዝበሎም ሰባት ገለ ዝተወሰኑ ሰባት መጺኦም እውን ክሰርሕዎ ይኽእሉ እዮም እዚ ቀሊል እዩ ነቶም እዝጋብሄር ዝባረኾም ንዓና ንፈተነ ግን ቁሩብ ኣብ ከምዚ በጺሕና ጠጠው ኢልና ኣለና እሞ ሕጂ እንታይ እየ ዝብል ኣነ ምናልባት ኣብ ቤተክርስቲያን ተረኺቡ ሰብ ንነፍሱ ድሕነት ገንዘቡ ናብ ጸጋ ናብ ናይ እዝጋብሄር ገንዘቡ ውዕለት ኣውዒሉ ሰብ ንነፍሱ ንድሕነት እንደደይ ኮይኑ ምናልባት ሰብ ጎዲልዎ ንቤተክርስቲያን ወይ ገንዘቡ ንቤተክርስቲያን ኣይሃበን ሰብ ንርእሱ ዝኸስር ንምሳሌ ጻድቃናት ቅዱሳን ኣቦታትና ሰማእታት ቅዱሳን ንነፍሶም እዮም ተጠቂሞም ኣብ እዝጋብሄር ቀሪቦም እቶም ዝዓበዩ እንምካሓሎም በዓል ኣቦና ኣረጋዊ ንብሎም ንምሳሌ ወዘተ ወዘተ ከምኦም ዝመሰሉ ቅዱሳን ሰማእታት ቅዱሳን ጻድቃናት ንባዕሎም እዮም ጸጋ ረኺቦም ንባዕሎም እዮም ድሒኖም ንባዕሎም እዮም ኣብቲ ናይ ሰማይ መንግስተ ሰማያት ርኤኻ ኣብ ዘይሓልፍ መግስቱ ረኺቦም ጽድቁን ረኺቦም ዘለዉ ንርእሶም እዮም ህጂ እንታይ እየ ዝብል ኣነ ህጂ ንጓያት ዕድል ሎሚ ንጠቐመሉ ደቅናን እሕዋትናን ዝረሓቅኩም ዝቐረብኩም ኩልኹም ሰዓብቲ ክርስቶስ እየ ዝብል ኣነ ኩልኹም ሰዓብቲ ክርስቶስ ፍልልይ ዘየብሉ ናብ ጎይታናን መድሓናን ኢየሱስ ክርስቶስ ካብ ጫፍ ዓለም ስጋብ ጫፍ ዓለም ዘለካ ድሕነት ትደሊ ኦቲ ሰዓት ህጂ እዩ ንእሽተይ ህንጻ ኣብዚኣ ኣለሃና እሞ ድሕነት ንጠቀመሉ እዚ ድሕነት እዚ ከኣ እዝጋብሄር ሂቡና እዩ ኣብዚ ዘብጽሓና እዝጋብሄርና ስሙ ንክንውድስን ንክንቅድስን ኣብዚ ዘብቅዓና ከኣ ክብርን ምስጋናን እዝጋብሄርና ልዑል ፈጣሪና ይኩን። እዚ ቤተክርስቲያን እዚ እዚ ቤተክርስቲያን እዚ ካብ ደይብልና ኢና ስሪትናዮ ካብ ደይብልና ኢና ስሪትናዮ ብሓቦ እዚ መሳስያን እዚ መንም ኣብ ወጻኢ ዘሎ ክርስትያን ዝኾነ ዋላ ኣብዚ ኤርትራ ምሉእ ዘሎ ኣብ ወጻኢ ዘሎ ደቅና ኹኑ ቤተሰብና ንሃይማኖቶም ኢሎም ንጥዕንኦ ንሃይማኖቶም ኣኽቢሮም በብ ዘለዎም ከከም ዓቕሞም ክህቡና ንጽበ ኣለና እዚ ኸኣኒ ንኹላህና ኩርዓት እዩ እዚ ኸኣ እዚ በተክስያን እዚ ኸኣ ካብ ደይብልና ጨፈፍ እንዳልና ስጋዕ ኣብዚ ብጺሕናዮ ክንደይ ዓመት ጺዒርና ሕጂ ኸኣ ቀሪቡ ኣሎ ሕጂ ኸኣ እቲኦም ወጻኢ ዘለዉ ይኹኑ ኣብዚ ኤረትራ ዘለዉ ትኹኑ እዚኣ ቀሪባ ኸኣ ኣላ ክንዛዝማ ድግሃበ ኸኣኒ ንኣምላኽ ብኔዉ ሐሊፊ ድጸንሖ ኣቤና ይሃብ ሕጂ ደቅና ኣብ ወጻኢ ዘለኹም ኣብዚ ዘለኹም ሐቦ በሉ ሽም ንዓኹም ታሪኽ እዩ ሃይማኖትና ኸኣ እዩ ሕጂ

ልክዕ እዩ እዚ ህንጻ እዚ ናይ መጠርሽታ ዘሓጉስ ኣሰራርሓ ካብ መጀመርቱ ክጅመር ከሎ ጀሚርካ ክሳብ ሕጂ በጣዕሚ ዘሓጉስ ኣተሃናንጻ እዩ ዝህነጽ ዘሎ ኩሉ ሰብ ይዕበ ይንኣስ ኢድን ጓንትን ኮይኑ ካብ መጀመርትኡ ክጅመር ከሎ ጀሚሩ ክሳብ ሕጂ ኣብ ወፈያን ኣብ ሓገዝን እዩ ዘሎ ልክዕ እዩ እቶም ደቅናን ኣሕዋትናን እውን ኣብ ወፃእ ዘለዉ በብመዓልቶም ወፈያታት ዝወፈይዎ ኣሎ ኣትዩ ብፅቡቕ ተቐቢልና ከዓ ኣብ መዓላ ውዒሉ ኣሎ ሕጂ ከዓ ንቅዱስ ገብርኤል ከምዚ ንሪኦ ዘለና ብሓቂ ኣብ ቀረባ ግዜ ሕጂ እንታይ ትመስል ኣላ ኩሉ ሰብ ኣማኒ ኣርቶዶክስ ዝኾነ ብጣዕሚ ተሓጒሹን ኣመስግኑን ዝኸይድ ዘሎ ሕጂ ከዓ ካብዚ ዘላቶ ንላዕሊ ኣብ ዝሓጸረ መዓልቲ ተሚማ ክንርእያ ከኣ እዝጋቢሄር ሓግዘና ቅዱስ ገብርኤል ባዕሉ ኣስፊሑን ኣግፊሑን ሃበና ነቶም ወጻኢ ዘለዉ እቶም ኣብዚ ዘለና ምሉእ ህዝቢ